ሰላም ከመይ ትቕንዩ ክቡራት ተኸታተልቲ ኤስቤስ ትግርኛ ንሰዓት ተዳለዉ ዜናታት እንሆ ፈለማ ኣርእስታቶም ክነቐድም ኣብ ኤርትራ ናይ ኣውስትራልያዊ ኩባንያ ዕደና ዳናካሊ ዝነበረ ብርኪ ኩባንያ ዕደና ኩሉሊ ሓምሳ ሚእታዊኡ ንኩባንያ ቻይና ተሸይጡ ከበድቲ ኣፅዋራት ሰራዊት ትግራይ ናብ መንግስቲ ኢትዮጵያ ምርካብ ጀሚሮም። ቻይና ናይ ኢትዮጵያ ዕዳ ንምስራ ስምምዕ ፈሪማ። ክልተ ዕሉላት ኣሰጋገርቲ ዝተባህሉ ኤርትራውያን ዝርከቦም ጥርጡራት ኣብ ቤት ፍርዲ ኔዘርላንድ ክቐርቡ ተኣዚዞም ዝብሉ ነሰዓት ተዳለዉ ዜናታት እዮም። ሰና ፀኒሕኹም ክትከታተሉ ንዕድመኩም። ኣብ ኤርትራ ናይ ኣውስትራልያዊ ኩባንያ ዕደና ዳናካሊ ዝነበረ ብጽሒት ኩባንያ ዕደና ኩሉሊ ንኩባንያ ቻይና ተሸይጡ። ኣውስትራልያዊ ኩባንያ ዳናካሊ ኣብ ኩባንያ ዕደና ኩሉሊ ዝውንኖ ዝነበረ ሓምሳ ሚእታዊት ብርክታት ናብ ቻይናዊ ኩባንያ ሱቻን ሮድ ኣንድ ብሪጅ ግሩፕ ኤስኣርቢጂ ንምስግጋር ትማሊ ኣብ ሆቴል ኣስመራ ፓላስ ደምዳሚ ውዕል ምስግጋር ብርክታት ከምዝተፈረመ ተሰሚዑ ኣሎ። መሰረት ውዕል ኩባንያ ዕደና ኮሊሊ ሓምሳ ሚእታዊኡ ብሃገራዊ ኮርፖሬሽን ዕደና ኤርትራ ሓምሳ ሚእታዊኡ ድማ ብኤስኣርቢጂ ዝውነን ኮይኑ ኣሎ። ዝሓለፈ ጥቅምቲ ናይ ኩባንያ ዳናካሊ ኣብ ኮሊሊ ዝነበሮ ሓምሳ ሚእታዊት ብጽሒት ንናይ ቻይና ትካል ዕደና ብሚእትን ስሳን ሽዱሽተን ሚልዮን ዶላር ክሽየጥ ከምኡ'ውን ንዝነበሮ ናይ ሰላሳን ሓደን ሚልዮን ዶላር ዕዳ ክኸፍል ኣብ ስምምዕ ከምዝተበጽሐ ኣብ መርበብ ሓበሬታ ዳናካሊ ዝወጸ ሰነድ ኣረዲኡ ነይሩ እዩ። ሕጂ ብኽንደይ ከም ዝተሸጠ ዝምልከት ንጹር ሓበሬታ የለን። ከበድቲ ኣፅዋራት ሰራዊት ትግራይ ናብ መንግስቲ ኢትዮጵያ ምርካብ ጀሚሮም። ሰራዊት ኢትዮጵያ ካብ ሰራዊት ትግራይ ተረኪቡ ከመሓድሮ ዝተቐበሎ ከበድቲ ተፅዋር ካብ ከተማ መቐለ ኣብ 36 ኪሎ ሜትር ርሒቑ ዝርከብ ኣብ መዓስከር ወተሃደራት ኣጉላዕ እዩ እቲ ምርኽኻብ ተሳሊጡ ዘሎ። ኣብቲ ስነ ስርዓት ምርኻብ ናይ ዝተፈላለያ ሃገራት ወተሃደራዊ ተዓዘብቲ ከምተእኸቡን ተሰሚዑ። ጉጅለ ቁፅፅርን ምፅራይን ምትሕብባርን ሕብረት ኣፍሪካ ኣብ መንጎ መንግስታት ትግራይን ኢትዮጵያን ዝተገብረ ስምምዕ ሰላም ስዒቡ ዝተውሃበ ልእኽቶ ንምስላጥ ተግባራዊ ምንቅስቓስ ከምዝጀመረ እውን ገሊፁ'ሎ። ኣባላት እቲ ጉጅለ ንጋዜጠኛታት ኣብ ዝሃብዎ መግለፂ ብመሰረት ዝተበፅሐ ስምምዕ ምርኽኻብ ከቢድ ኣፅዋር ከምዝተጀመረ ሓቢሮም። ኣብቲ ዝተዋህበ ጋዜጣዊ መግለፂ ኣባላት ጉጅለ ሓዊሱ ወከልቲ ወተሃደራዊ ኣመራርሓ ሰራዊት ትግራይን ኢትዮጵያን ዝተረኸቡ ኮይኖም ንተግባራውነት ስምምዕ ፃዕርታቶም ብቐፃልነት ከምዘሕይሉ ገሊፆም። እቲ ስምምዕ ሰላም ብቐፃልነት ተግባራዊ ንክኸውን ካልኦት ዝተርፉ ዓበይቲ ዕዮታትን ዕማማትን ከምዘለዉ ድማ ኣብቲ መግለፂ ተመላኺቱ'ሎ።

ቀጺሉ ምስ መዘንኡ ኢትዮጵያዊ ምክትል ቀዳማይ ሚኒስተርን ሚኒስትሪ ጉዳይ ወጻእን ደመቀ መኮነን ተራኺቦም ኣብ ክልተኣዊ ጉዳያትን ኣህጉራውን ዲፕሎማስያውን ምትሕብባራት ክልቲኤን ሃገራት ከም ዝተዘራረቡ ተሰሚዑ። ብመሰረት ካብ ሚኒስትሪ ጉዳይ ወጻኢ ኢትዮጵያ ዝተረኽበ ሓበሬታ፣ ምስ ኣይተ ደመቀ መኮነን ድሕሪ ምዝርራብ ኢትዮጵያ ካብ ቻይና ዝተለቀ ሕቶ ገለ ዕዳ ንምስራዝ ኣብ መንጎ ክልቲኦም ሚኒስተራት ስምምዕ ተፈሪሙ ኣሎ። ኣብ ስምምዕ ምስራዝ ዕዳ ሚኒስትራት ጉዳይ ወፃኢ ክልቲኤን ሃገራት ኣብ መንጎ ክልቲኤን ሃገራት ፖለቲካዊ ምይይጣት ንክካየድ ናይ ምርዳእ ስምምዕ ከም ዝተፈራረሙ እውን ውሃቢ ቃል ሚኒስትሪ ጉዳይ ወፃኢ ኢትዮጵያ ዘውፅኦ ሓበሬታ ነፂሩ። ኢትዮጵያ ኣብ ዝሓለፉ ዓሰርተታት ዓመታትን ልዕሊ ናብ ውሽጢ ዓድን ወፃእን ዝተለቀሓቶ ልዕሊ ስሳ ቢልዮን ዶላር ዕዳ ከም ዘለዋ ፀብፃባት ይሕብሩ። ካብዚ እቲ ካብ መንግስቲ ቻይና ዝተለቀሐቶ ልዕሊ ዓሰርተ ኣርባዕተ ቢልዮን ዶላር ዕዳ ከም ዝኾነ ይንገር። እዚ ድማ ዳርጋ ፍርቂ ናይቲ ኢትዮጵያ ዘለዋ ጠቕላላ ናይ ወፃኢ ዕዳ ዕስራን ሸውዓተ ነጥቢ ትሽዓተ ቢልዮን ዶላር ከምዝኾነ እዩ ዝግለጽ። ሕጂ ቻይና ንኽትስርዞ ዝፈረመቶ ውዕል ክንደይ ምዃኑ ግን ብግልጺ ኣይተነግረን ዘሎ። መንግስቲ ኢትዮጵያ፣ ሃገራት ጉጅለ ዕስራ ዘቐመጠኦ ናይ ምሕዋይ ኣማራጽታት ተጠቒምካ ጾር ናይ ወጻኢ ዕዳ እታ ሃገር ንምንካይ እኳ እንተሓተተ፣ ኣሜሪካ ሓዊሱ ኣለቃሕቲ ሃገራት ግን ብሰንኪ ኲናት ትግራይ ከም ዝነጸገኦ ዝፍለጥ እዩ። እዚ ቻይና እትገብሮ ዘላ ስጉምቲ ዕዳ ስረዛ ግን ምዕራባውያን እቲ ኢትዮጵያ ዝሓተተቶም ናይ መኽፈሊ ግዜ ናይ ምሽግሻግ ሕቶ ክቕበሉ ኣፍደገ ዝኸፍት ከምዝኾነ እዩ ዝግለጽ ዘሎ። ክልተ ዕሉላት ኣሰጋገርቲ ዝተብሃሉ ኤርትራውያን ዝርከቦም ጥርጡራት ኣብ ቤት ፍርዲ ኔዘርላንድስ ክቐርቡ ተኣዚዞም። እቶም ክልተ ኤርትራውያን ዝርከቦም ሸውዓተ ጥርጡራት ብኣህጉራዊ ትካል ገበን ብዘይሕጋዊ ምስጋር ሰባት፣ ጭወያ፣ ቅትለት፣ ዓመጽ፣ ከምኡ'ውን ካልኦት ገበናትን ዝኽሰሱ እዮም። ብመሰረት'ዚ ኣብ ዝሓለፈ ዓመት ኣብ ወርሒ ጥቅምቲ ኢትዮጵያ ኣሕሊፋ ዝሃበቶ ወዲ ሰላሳን ትሽዓተን ዓመት ኤርትራዊ ኣብቲ ዝወዓለ ቀዳማይ መዓልቲ ምስማዕ ጉዳያት ቅድመ ፍርዲ ብቐዳምነት ጉዳይ ክሱ ክሰምዕ ውዒሉ ኣሎ። ብኣስተርጓሚኡ ኣብ ዝሃቦ ቃል ግዳይ ግጉይ መንነት ምዃኑ እቲ ዝድለ ተወልደ ጎይትኦም ንሱ ከምዘይኮነ ተዛሪቡ እዩ። ዓቀብቲ ሕጊ ግን እቲ ሰብ ባዕሉ ተወልደ ጎይትኦም ምዃኑ ከምዝኣምኑን መርትዖታት ከምዘለዎምን ገሊጾም እዮም። ሃገራዊ ላብራቶሪ ፎረንሲክ ኔዘርላንድስ መንነቱ ንምርግጋጽ ዘድሊ መርመራ ይገብር ከምዘሎ'ውን ኣፍሊጡ ኣሎ። ካብ ክልተ ሽሕን ዓሰርተ ኣርባዕተን ዓመተ ምህረት ክሳብ ክልተ ሽሕን ዕስራን ዓመተ ምህረት ኣብ ዝነበረ እዋን ብዙሓት ኤርትራውያን ስደተኛታት ብሓደገኛ ኣግባብን ዓመጻት ዝበዝሖ ኩነታትን ኣሰጋጊሩ ብዝብል ዝኽሰስ'ዩ እዚ ተጠርጣሪ ናብ ቤት ፍርዲ ኔዘርላንድስ ቀሪቡ ዘሎ። ኣብዚ ገበን ዝተጸውዐ ካልእ ኤርትራዊ ጥርጡር ከኣ እቲ ዝሓለፈ ሰሙን ኣብ ሱዳን ዝተታሕዘ ኪዳነ ዘካርያስ ሃብተማርያም ኮይኑ ብዘይሕጋዊ ምስግጋር ሰባት ዝኽሰስ እዩ። ጠበቓ ዓቃቢ ሕጊ ፔትራ ሆክስትራ እቲ ቀንዲ መራሒ መርበብ ገበን ምዃኑ ዝጥርጠር ሰብ ኣብ ባሕቲ እዚ ዓመት ኣብ ሱዳን ዝተታሕዘ ኪዳነ ዘካርያስ ምስ ጉዳይ ተወልደ ጎይትኦም ተኣሳሲሩ ጉዳዩ ክረኣ ንቤት ፍርዲ ሓቲታ'ላ። ግዳይ መርበብ ገበን ናይዞም ኣሰጋገርቲ ሰባት ዝኾኑ መብዛሕቲኦም ካብ ኤርትራ ናብ ኔዘርላንድ ዝሰጋገሩ ስደተኛታትን ኣብ ኔዘርላንድ ዝነብሩ ቤተሰቦምን'ዮም ተባሂሉ'ሎ። ኣገልግሎት ዓቃቢ ሕጊ እታ ሃገር እቶም ስደተኛታት ኣብቲ ብኣሰጋገርቲ ሰባት ዝተዋደደ ከቢድ ዓመጽ ከምዝወረዶም'ዩ ገሊጹ። እቶም ስደተኛታት ኣብ ጉዕዞኦም ኣብ ሊብያ በቶም ኣሰጋገርቲ ኣብ ዝመሓደሩ ገዛውቲ ይእሰሩ ከምዝነበሩን ስድርኦም ድማ ብዙሕ ገንዘብ ክኸፍሉ ይግደዱ ምንባሮምን'ዩ ኣብቲ ክሲ ተረቝሑ ዘሎ። ክቡራት ተኸታተልቲ ኤስቢኤስ ትግርኛ ንሰዓት ተዳለወ ዜና እዚ ይመስል ምሳና ጸኒሕኩም ስለ ዝተኸታተልኩም ኣዝና ነመስግን ኣብ ቀጻሊ ብካልእ ትሕዝቶ ክንራኸብ ኢና ሰሰናይ ንምነየልኩም